ከመይ ኢላ ትበርህ ሽምዓ ብዘይ ፈትሊ ስለዚ መሬት እውን ሰባይ ኣትደሊ ኣቐዲመ ኣብዚ ሃገራዊ ዕማም ንክንሳተፍ ዘብቃዕኩሙና ብስመይን ስም ሰልፊ ናህዳ ኤርትራ ሰልፊ ደሞክራስያዊት ትንሳኤ ኤርትራ ዕዙዝ ምስገና ከቕርበልኩም እፈቱ። ካብዚ ሰጊረ ነዞም ካብ ዕሸል ዕድሚኦም ለለይ እናበሉ ሃገራውን ህዝባውን ሓላፍነት ደሪኹዎም ነታ እንኮ መተካእታ ዘይብላ ህይወቶም መታን ሃገሮም ብፍትሕን ሰላምን ክትነብር ዜጋታቶም ነጻ ኮይኖም በልጺጎም ንኽነብሩ ንመስዋእቲ ዝተበገሱ ብጾተይ ገዳይም ተጋደልቲ ነቲ ዘይሰዓር ሕልንኦም እናኣድነቕኩ ንፈጣሪየይ ሓው ናይዞም ጀጋኑ ዝገበረኒ ምስጋናይ የቕርብ። እቲ ክሊኡ ዘገርምን ዘደንቕን ግን ድሕሪ ነጻነት መሬት ኤርትራ ሃገርና ፍትሕን ቅኑዕ ምሕደራን ደሞክራሲን ስለ ዝብኾራ ሓያል ማሕበራውን ሰብኣውን ምረት ተጻዊሮም ማለት ኣቦይ ሓሊፉ ክቐብር ክኸይድ ንዓደይ ኣደይ ሓሚማ ከፈውስ ወዲ ሓወይ በጺሑ ጓል ሓፍተይ ከመርዑ ወዘተ ከይበሉ ብትብዓት ብጽንዓት ዝቃለሱ እዞም ናይ ትማሊ መናእሰይ ናይ ሎሚ ሰብ ጸጋ ዕድመ ናይ ትማሊ ብሂወት ተበጀውቲ ናይ ሎሚ ተጣበቕቲ መሰል ህዝቢ ኤርትራ ፍሉይ ምስጋናይ የቕርበልኩም እንደገና ኣድናቖተይ ይገልጸልኩም ነዚ መስዋእቲ ዕሽሽ ኢሉ ዝሓልፍ ብኤርትራውነቱ ዘይሕበን ጥራዩ ኩቡራት ኣሓተይን ኣሕዋተይን ኤርትራ ኣብ ቀራኒ መንገዲ እያ ዘላ እዚ መንገዲ ከም ፈትሊ ኣብ ልዕሊ ሓዊ ስለ ዝኾነ ንየማን ምውዳቕ ንየማን ምውዳቕ ኣብ ሓዊ የእትወካ እታ ሓንቲ ኣማራጺት ነዛ ፈትሊ ጎደና ክንሰግራ እዩ እዚ ዓቢ ዓቢ ጥበብ ኣርቲስታዊ ስርሒት ስለዝኾነ እዛ ጉዕዞ ክትዕወተላ ዘለካ ዕድል ንኡስ እዩ። ዘይከኣል ግን ኣይኮነን፣ ካልእ ኣማራጽ ከኣ የብልናን። እዚ ኣብዚ እዋን ሃገርና ኣጋጢምዋ ዘሎ ሓደጋ ንኹላትና ዜጋታት ኤርትራ፣ ህግደፋውያን እውን ኣጠቓሊልካ ብማዕረ ዝብጸሓና ብድሆ እዩ። ናይ ሓባር ብድሆ ከኣ ብሓባር ክንገጥሞ ናይ ግድን እዩ። ጸላኢ ህዝቢ ኤርትራ ስርዓት ስርዓት ህግደፍ እዩ። ኤርትራ ኣብዘን ዝሓለፋ ዕስራን ሸውዓተን ዓመታት ብኸቢድ ብደሆ እያ ክትሓልፍ ጸኒሓ። ኣርባዕተ ዝፈሸለ ውግኣት ምስ ጎረባብቲ ሃገራት፣ ምጽናት ህዝቢ ኤርትራ፣ ጃምላዊ ስደት፣ ቁጠባዊ ጸገማት፣ ግህሰት መሰረታዊ ሰብኣዊ መሰላት፣ እዚ ሓድሽ ተኸሲቱ ዘሎ ሓደጋ ግን እንተ ዘይተበዲሁ ኣእምሮኣዊ ስንክልና ዝተሓወሶ ታሪኻዊ በሰላ እዩ ክኸውን። ከምቲ ድሕሪ ኣብ ካልኣይ ውግእ ዓለም ዝተፈጸመ ሰፊሕ ህይወታውን ንዋታውን ዕንወት መንእሰይ ኢሮጳ ኣቦታትና ከመይ ገይሮም ንፋሽስታዊ ስርዓታት ተቐቢሎም፣ ከመይ ገይሮም ተጻዊሮም ብምባል ኣብ ዓቢ ስነ-ኣእምሮኣውን ስነ-ልቦናውን ቅልውላው ዝኣተዉ፣ ብተመሳሳሊ ንሕና ነዚ ተሰዊሩና ክኸይድ ዝጸንሐ ኣንፈቱ ዘይፍለጥ መስርሕ ከነብርሆ እንተዘይክኢልና መጻኢ ትውልዲ ኤርትራ ደኒኑ ናይ ሞራል በሰላ ለቢሱ ንዓና እናኸሰሰ ክነብር እዩ። ምኽንያቱ ኣብ ወሳኒን ታሪኻውን ፈታንን እዋን ናይ ሓደ ህዝቢ ፍልልይና ኣሊና ብሓባር ተቓሊስና ክብሪ ህዝብና እንተዘይዐቂብና ከም ህዝቢ ፈሊስና ማለት እዩ። ተቓሊሰን ነፃነተን ዝተጓነፀፋ ሃገራት ይዳኸማ እምበር ብገዛእ ፍቓደን ነፃነተን ዘረከባ ኣብ ታሪኽ ኣይተፃሕፈን። እሳያስ ንነብሱ ኣዝዩ ዝንዕቕ ማዕሪኡ ከኣ ንህዝቢ ኤርትራ ይንዕቕ። ንመራሕ ኢትዮጵያ ንዝጨኮነትናን ዝገረፈትናን ዝገፍዓትናን ሃገር ምርሓና ክብሎ እንከሎ ህዝቢ ኤርትራ ክኽዕበኒ እዩ ህዝቢ ኢትዮጵያ ክንዕቀኒ እዩ ዘይምባሉ ክሳብ ክንደይ ሕሱር ምዃኑ እዩ። ነቲ ማእለያ ዘይብሎም ኣብ ሓርነታውን ባድመን ደቁ ዝኸፈለ እንታይ ክብለኒ እዩ ዘይምባሉ ክሳብ ክንደይ ንህዝቢ ኤርትራ ከም ዝንዕቆ እዩ ዘመልክት። ገና ቁስልና ከይሓወየ፣ ምረት መግዛእቲ ከይወጽኣልና፣ በሰላ ገና ጎሊሑ እናተራእየ፣ ስንኩላትና ገና ብሂወቶም እንከለዉ ንመራሕ ኢትዮጵያ ምርሓያ ኤርትራ ክብሎም ከሎ፣ ከቢድ ናይ ሞራላዊ መጥቃዕቲ እዩ። ነዚ መድረኽ ተጠቂምና ከነሕልፎ እንደሊ ጻውዒት ኣሎ። ቀዳማይ፣ ንኹሉ ተወዲቡን ከይተወደበን ስርዓት ኤርትራ ዝቃለስ ዘሎ እዚ እዋን፣ እዋን ፍልልይ ኣይኮነን፣ እዋን ሓቢርካ ሃገርካ ኣድሕን እዩ። ፖለቲካዊ መርገጺ ይኹን መተከላትና ንጽባሕ ገዲፍና ምሽብሻብ ይግባእ። ካልኣይ፣ እዋናዊ ብድሆ ኤርትራዊ ብድሆ ምዃኑ ብምስትውዓል፣ ጸላኢና ገዛኢ ስርዓት እምበር ኣባላት ህግደፍ ናይ ፖለቲካዊ ሓሳብ ተወዳደርትና ጌርና ብምርኣይ ዘሎ መስኖ ናይ ርክብ ፈጢርካ ኣብ ኤርትራዊ ዘተ ንምድሓን ኤርትራ ምእታው ይግባእ። ሰራዊት ኤርትራ ምክልኻል ልዕልነት ኤርትራ ብፍሉይ ስለዝምልከቶ ናትና ኣካል ስለዝኾነ፣ ብቕጽበት ዝምድና ክፍጠር ክከኣል ኣለዎ። ንህግደፋውያን ክንብሎም እንደሊ፣ ዛጊት መሲሉኩም ብዘየማትእ መንገዲ ነዚ ስርዓት ደጊፍኩሞ፣ ክጋገ እንከሎ'ኳ ተጋጊኻ ክትብልዎ ወይ ክትእርምዎ ኣይበቓዕኩምን። ንዘይምውቃስኩም እትህብዎ ዝነበርኩም ምኽንያት ኤርትራ ኣብ ውግእ ስለ ዘላ ዶብና ስለ ዝተጣሕሰ ክፍተት ከይኣትወና ትብሉ ከም ዝነበርኩም እውን ዝዝከር እዩ። ጉዳይ ናይ ዶብ ጉዳይ ናይ ልዑልነት ሓያል ናይ መትከል ጉዳይ ግርኩም ዝወሰድኩሞ ኢኹም ትመስሉ ኔርኩም። እሳያስ ኣፈወርቂ ህዝቡን ብጾቱን ከየማኸረ፣ ንግሆ ጸሓይ ከይበርቐት ከቢድ መሳርያ ኣዕጢቑ ባድመ ምስ ተቖጻጸሮ እውን መሬት ኤርትራ እዩ ኣምሊሱ ኢልኩም። ኣስዒቡ ዝተኸፍለ መስዋእቲ ልዕሊ ሚእቲ ሽሕ መንእሰይ እውን ዋጋ መሬትና እዩ ኢልኩምና። ሎሚ እሳያስ ምስ ኢትዮጵያ ምስ ተደመረ እቲ ዓሰርተታት ኣሻይሕ ዝኸፈልናሉ ዶብ ትርጉም የብሉን ኢሉና። ሕጂኸ ነቶም ሰላሳን ሓሙሽተን ሽሕ እተሰውኡ፣ ልዕሊ ሰላሳን ሓሙሽተን ሽሕ ዝቖሰሉን ዝሰንከሉን፣ ነቶም ክልተ ክሳብ ሰለስተ ሽሕ ሃዲምኩም ከትሃድሙ ፈቲንኩም ተባሂሎም ዝተረሸኑ ነሕዋቶም፣ ስድራቤቶም፣ ኣፍቀርቶም እንታይ ክትብልዎም ኢኹም? ነቶም ብሳዕቤኑ ዝተሰዱ ኣደዳ ሕሰም መከራ ዝኾኑኸ እንታይ ክትብሉዎም ኢኹም? ዶብ ትርጉም የብሉን። ስለ ዝተጋገኹም፣ ስለ ዘይወቐስኩም፣ ኣይፋል ስለ ዝበልኩም ንወቕሰኩም። ካብኡ ዝተረፈ ደቂ ሓንቲ ሃገር ስለ ዝኾንና ንሓቑፈኩም። ኩቡራት ኣሕዋትናን ወገንናን ህግደፋውያን፣ ሃገርኩም ልዑልነታ፣ ቀጻሊ ህይወታ ከም ደሞክራሲያዊት ሃገር ይብዳህ ኣሎ። ቃልስኹም ንሃገርኩም፣ ጀግንነትኩም፣ ዝኸፈልኩምዎ ዋጋ ንነጻነት ኤርትራ፣ ፕሮግራማዊ መደብኩም ንፍትሕን ደሞክራስን ኣብ ዝብድሃሉ ዘሎ እዋን፣ ምስ ኩሎም ኤርትራውያን ኣሕዋትኩም ነዚ ስርዓት በዲህኩም ኣገዳስን ሓያልን ኣካል ነጻን ብልጽግትን ደሞክራስያዊት ኤርትራ ንምዃን ጻዕርኹም ኣካይዱ። ግዜኡ ግዜ ምድማር ስለ ዝኾነ ከኣ ንሕና ኤርትራውያን ዜጋታት ተደሚርና እንደገና ታሪኽ ንስራሕ። ደምበ ተቓውሞ ፍልላይና ገዲፍና ንደመር ምስ ፍትሓውያን ህግደፋውያን ንራባሕ፣ ዲክታቶራዊ ስርዓት ነጉድል፣ ዓሰብ ኣይንመቅልን። ሰንስኑ ሰንስኑ ሰይፍን ዋልታን ኩኑ ኣታ ዝዓድና ከይኣትዋ ጓና ሕጂ እዩ ግዚኡ ሓድነት ህዝብናን ልዕልነት ሃገርናን እነመስከረሉ በዳሂ ምዕራፍ እዩ ተኸፊቱ ዘሎ ንሓርነታዊ ቃልስና ማእለያ ዘይብሎም መስዋእቲ ማሕበራዊ ቁጠባዊ ሕሰም ከፊልና ናይ ሕጂ ብድሆ ልዕልነት ኤርትራ ግን ሓድነትና ጥራይ እዩ ዝሓትት ኤርትራ ልዑልነታ ዝረጋገጽ ሃገራ ክነሳ እንታይ ስለ ዝተረኽበ እዩ ልዑልነታ ኣመልኪትካ ዝግበር ቃልሲ ንምምላስ ንድሕሪት ምልስ ኢልና ሓደ ሓደ ነጥብታት ከነልዕል ንፈቱ። ንሕና ከም ሰልፊ ክልተ ሽሕን ዓሰርተን ኣብ ውሱን ዕግበት በጺሕና። ኤርትራ ከም ሃገር በጺሓቶ ዘላ ኩነታት ህዝቢ ኤርትራ ወሪድዎ ዘሎ ኣደራዕ ብምስትውዓል ምስ ትንታኔ ልቃውንቲ ማሕበራዊ ስነፍልጠትን ተመራመርትን ዘሳኒ መወከሲ ተጠቂምና ኤርትራ ኣብ ድሮ ፍሽለት ከም ትርከብ ኣንተቢህና። ኤርትራ Failed State። ኤርትራ ኣብ ክትህሉውን ዘይክትህሉውን ኩነታት ከምዘላ ኣብ ኣኼባታትና ይኹን ኣብ ጽሑፋትና ደጋጊምና ገሊጽናዮ ኔርና። ኣብ ሓምለ ክልተ ሽሕን ዓሰርተ ሸውዓተን ኣብ ኣዲስ ኣበባ ኢትዮጵያ ኣብ ዝገበርናዮ ሲምቦዝዩም ነቲ ኣብ ቀይሕ ባሕሪ ዝካየድ ዘሎ ውዝግብ ጥምጥም ዝተፈላለያ ሓይልታት ወተሃደራዊ መዓስከራት ወጻኢ ሃገራት ኣመልኪትና ንኤርትራ ልዑልነታ ዝብድህ ዝብድህ ኩነታት ስለ ዝተፈጥረ ስርዓት እሳያስ ብሓዊ ካብ ምጽዋት ክቑጠብ ጸዊዕና። ነቲ ብነበር ኤታማጆር ጀነራል ኢትዮጵያ ጻድቃን ወልደትንሳኤ ዝተዘርግሐ ሓሳብ ሓይልታት ኢትዮጵያ ንኤርትራ ኣትዮም ስርዓት ክኣልዩ በዚ ኣጋጣሚ ብዕሊ ብትሪ ነጺግናዮ። እዚ ነገር ግን ክሳብ ክንደይ ልዑልነት ኤርትራ ኣብ ሓደጋ ከም ዝተዋደቐ ዘብርህ እዩ ነይሩ። ቅድሚ ሰለስተ ወርሕን ፈረቓን ኣብ ኢትዮጵያ ብዶክተር ኣብዪ ኣሕመድ ዝምራሕ ሓድሽ መንግስቲ ተቋቒሙ። ዶክተር ኣብዪ ኣሕመድ ድሕሪ ኣኼባ ናይ ስራሕ ኣስፈጻሚ ናይ ኢህኣደግ ክልተ ዓበይቲ ውሳኔታት ንህዝቢ ኢትዮጵያ ኣፍሊጡ። እታ ሓንቲ ንዓና ስለ ትግድሰና ኢትዮጵያ ናይ ኣልጀርስ ስምምዕ ብዘይ ሓደ ቅድመ ኩነት ከተግብር ምዃና ውን ገሊጹልና። ድሕሪ ውሳነ ናይ ኢህኣደግ ስራሕ ኣስፈጻሚ፣ ውዕል ኣልጀርስ ንምኽባር ብኣስገራሚ ግብረ መልሲ ስርዓት እሳያስ፣ ዘይተጸበናዮ ሓደገኛ ምዕባለ ብሸነኽ ኤርትራ ተራእዩ። ንእግረ መንገድና ክልተ ትዕዝብትታት ከነልዕል ንፈቱ። ዶክተር ኣብዪ ኣሕመድ ውዕል ኣልጀርስ ንቕበል ምስ በለ፣ ስርዓት እሳያስ ኣፈወርቂ ብወኪላቱ ኣቢሉ ንሕና ቅድሚ ዓሰርተ ሽዱሽተ ዓመት መልሲ ሂብና ብምባል ቀጥታ ኣወንታዊ መልሲ ኣይሃበን። ካብ መሬትና ከትወጹ ኣለኩም እዩ ዝበለ። ድሕሪ ኣርባዕተ ሰሙን ጸኒሑ ልኡኻት ከነበግስ ከምዘበግስ ሓቢሩ። እንታይ እዩ ኣብዘን ኣርባዕተ ሰሙናት ተረኺቡ? ድሕሪ ምሕንጋድ ኢድ ምሃብ ዝተሓወሶ እዩ ነይሩ። ብቋንቋ ናይ ውግእ እሳያስ ካፒቱለይት ገይሩ ኣርባዕተ ሓሙሽተ ሰሙናት ኣቐዲሙ ንዶክተር ኣብዪ ኣሕመድ መዋሊ ወይ ኣተባባዒ ናይ ሽበራ እዩ ኢሉ ምስ ዑመር ኣልበሽርን ቐጠርን ሓዊሱ ከም ዝኸሰሶም ዓለም ሙሉእ ኣብ ማዕከናት ወረ ኤርትራ ቴሌቪዥን ብቋንቋ ዓረብን ትግርኛን ሰሚዕዎ ነዚ መግለጺ ከኣ ብዓጀብ ዝብል ኮሜንታር ደምዲምዎ። ኣብ ውሽጢ ኣርባዕተ ሰሙናት ከመይ ኣቢሉ እዩ ዶክተር ኣብይ ኣሕመድ ካብ ኣሸባሪ መዋሊ ሽብር ናብ መራሕ ኤርትራ ተሰጋጊሩ? እዝን ወዲ ከምዝን ከኣ እዩ ነቲ ዝካየድ ዘሎ ጸልማት ዝገብሮ። ነዚ ተረኺቡ ዘሎ ህላወ ኤርትራ ዝብድህ ብኸመይ ንገጥሞ? በቲ ክሳብ ለይተ ሎሚ ክኸይድ ዝጸንሐ ኣገባብ ክኸይድ ኣይክእልን እዩ። ነዚ ሓድሽ ብድሆ ሓድሽ ስትራተጂ ክቕየስ ኣለዎ። እዚ ቅዲ ድሕነት ሃገር፣ ውሕስነት ሃገር፣ ልዑልነት ኤርትራ ዘማእከለ ክኸውን ይግባእ። ኣጋባብ ቃልሲ ከኣ ሙሉእ ህዝቢ ኤርትራ ኩሉ ኤርትራዊ ዜጋታት ዘካተተ ክኸውን ኣለዎ። ብሕልፊ ሓይልታት ምክልኻል ኣተግበርቲ ሕግን ዝተፈላለዩ መንግስታዊ ትካላት ዝዕድም ቃልሲ ክኸውን ይግባእ። ውድባት ኤርትራ ተጸበይቲ ተኣምራት ዘይኮነስ ብዕቱብ ኣብ ምውዳቕ ዲክታቶራዊ ስርዓት ክሰርሓ ኣለወን። ዛጊት ንዕኡ ዝኸውን ዝተራእየን ህዝቢ ዝፈልጦን መደብ ግን የብለንን። ስለዚ ኣብዚ ናይ ሕጂ ምክልኻል ልዑልነት ሃገርና ኣካል ናይቲ ህዝባዊ ናዕቢ ብምዃን እጃመን ከበርክታ ይግበእን። ክመርሕኦ ግን ኣይበቓዓን። ኣብ ጉዕዞኡ ዓቕሚ እንተወኒነን ግን ፖለቲካዊ ሓይልታት ስለዝኾና ነዚ ክለዓል ዘለዎ ህዝባዊ እምቢትነት ክመርሓ ዘይክእላ ኣይኮናን። ስለዚ ንምንጻሩ ዝኣክል ክልተ ዝቐልሲ ክልተ ዕማማት ዝሓዘ እዩ። ቀዳማይ ናይ ሙሉእ ህዝቢ ኤርትራ ረጽሚ ኣንጻር ስርዓት እሳያስ ንምክልኻል ልዑልነት ኤርትራ፣ ካልኣይ ምጥያስ ደሞክራሲያዊ ስርዓት። እዚ ዕማም ደሞክራሲያዊ ሰልፍታት እዩ። ውድባት ወይ ሰልፍታት እቲ ዋና ስርሐን ደሞክራሲያዊ ሰልፋዊ ዕዮታት ምጥንቓቕ እዩ። ሎሚ ሕጂ ብዘይ ውዓል ሕድር ፕሮግራማተን ኣመሓይሸን ኣነጺረን ውዳቤኤን ኣጻፊፈን ኣብ ደሞክራሲያዊት ሃገር ከስርሕን ከዐውትን ዝኽእል መደባት ሒዘን ነዚ ብርግጽ ብርግጽ ኣብ ሓጺር ግዜ እንሪኦ ለውጢ ክቀራረባ ይግበእን። ልፍንትታት ዘተታት ተባዕ ናይ ልፍንቲ መንፈስ ዘለዎ ሕድገታት እናርኣያ ደረቕ መተከላት ኣልየን ለይትን መዓልትን ክሰርሓ ኣለወን። ህዝቢ ብወገኑ ሰልፍታት ውሕስነት ደሞክራሲ ስለዝኾና ልበ ንጹህን ኣወንታዊን ሓገዝን ነቐፍታን ተጠቂሙ ከጎልብተን ኣለዎ። ተሳታፍነቱ ከኣ ከረጋግጽ ይግባእ። ምቅርራብ ኤርትራን ኢትዮጵያን ዘመልክት ዘለና መርገጽ ቀዳማይ፣ ድሕሪ ናይ ሰላሳ ዓመታት ግዙፍ መስዋእቲ፣ ማሕበራዊ ዕንወት፣ ኤርትራውያን ከም መንግስቲ ይኹን ከም ህዝቢ ዝዓበየ ሓላፍነት ዘለና ንህዝብና ቅራር ሰላም ክንህቦ እዩ። ህዝቢ ኤርትራ ከኣ እፎይ ኢሉ ክነብር እዩ። ዝኾነ ይኹን ኣንፈት ግርጭት ምስ ጎረባብቲ ይኹን ርሑቕ ዘለዎ ሃገራት ከኣ ብዝለዓለ ሓላፍነትን ጻዕርን ጥንቃቐን ብሰላም ክዛዘም ከምዘለዎ ንኣምን። ከምቲ ድሕሪ ካልኣይ ውግእ ዓለም ክልቲኡ መንግስታት ጀርመን ህዝብን ንዓለም ዳግም ካብ መርየት ጀርመን ፍጹም ውግእ ኣይክለዓልን እዩ ኢለን መብጽዓ ዝኣተዋሉ ቮም ዶችን ቦድን ቭርድ ኒ ክሪግ ኣውስጌን ንሕና ኤርትራውያን ውን ድሕሪ እቲ ኩሉ መስዋእቲ ካብ መሬት ኤርትራ ዝኾነ ይኹን ተጻብኦ ከምዘይብገስ ቃል ምእታው ኣለና ዝብል እምነት ውን ኣሎና። ሰላም ኣብ መንጎ ኤርትራን ኢትዮጵያን መሰረት ልምዓት ዕብየት ክልቲኤን ሃገራት ስለዝኾነ ዕብየት ኢትዮጵያ ብቐጥታ ንዕብየት ኤርትራ ስለዝጸልዎ ሰላም ምስ ኢትዮጵያ ንዓና ኤርትራውያን ብዝያዳ የርብሓና። ሰላም ደምበ ተቓውሞ ዛጊት ከይተሓለለ ዝቃለሰሉ ዝነበረ መርገጺ'ዩ። ልዕሊ ኩሉ ዝተጣበቐሉ ከኣ'ዩ። ንሕና ከም ሰልፍን ኣካል ተቓዋምን ደንበን እንሪኦ ዘለና ጭራ ናይ ሰላም ብፍሉይ መልክዕ የሐጉሰና፣ ነቲ ሒዝናዮ ዝጸናሕና ቅኑዕ መርገጽ ዘረጋግጽ ምዃኑ ከኣ የሕብነና። ሰላም ምስ ኢትዮጵያ ግን ብግዝያዊ ስምዒታት፣ ብድፍኢት ባዕዳውያን ረባሕቲ መንግስታት ተቐሳቒስካ ዘይኮነሲ ብዕግበት ብሞያዊ ምቅርራብ ሓሲብካ ዘገምኢልካ ህዝብኻ ሓዊስካ ክሰላሰል ዘለዎ ጸጋ እዩ። ህዝቢ ዘይተሓወሶ ሰላም ዘላቂ ክኸውን ስለ ዘይክእል ብመሰረት ውዕል ኣልጀርስ ክልቲኡ ኣህዛብ ዘዕገበ ክኸውን ይግባእ። ዝኾነ ኮይኑ ግን ኣብ ሓጺር እዋን ዶባት ክንጸር ኣለዎ። እዚ ዘይምግባር መሰረት ዳግማይ ግርጭት ምዃኑ እዩ። ኣብ መንጎ ብባይቶ ዝምራሕ መንግስቲ ኢትዮጵያ ብእሳያስ ኣፈወርቂ ዝምራሕ ዲክታተራዊ ስርዓት ዘይንጹር ምስ ህዝቢ ኤርትራ ዘይተመኽረሉ ሸበድበድ ንሰላም ግን የሰክፈና ምዃኑ ከነስምረሉ ንደሊ። ህዝቢ ዘይፈቐዶ ምስግጋር ስልጣን ምምራሕ ሃገር ኤርትራ ንመራሕ መንግስቲ ኢትዮጵያ ግን ድቃስ ዝኸልእ መዘና ክሕደት ሃገር፣ Treason፣ እዩ ዝብል ገምጋም እዩ ዘለና። በዚ ኣጋጣሚ ንዶክተር ኣቢይ ኣሕመድ ምስ ኤርትራ ዝገብርዎ ርክባት ምስ ዲክታቶርያዊ ስርዓት ምዃኑ ኣብ ግምት ከእትውዎ ነተሓሳስብ። ነዚ ኣጋጣሚ ተጠቒምና ንእሳያስ ኣፈወርቂ ከነመሓላልፈሉ እንደሊ መልእኽቲ፣ እሳያስ ንሕና ርግጸኛታት ኢና ናይ ዶክተር ኣብይ ኣሕመድ ጉዕዞ ንሕቡራት መንግስታት ኣሜሪካ ብጥብቂ ትከታተሎ ከምዝነበርካ፣ ዶክተር ኣብዪ ኣሕመድ ምናልባት ኣብ ታሪኽ ናይ ዓለም ንመጀመርታ ግዜ ንተቓወምቲ መንግስቶም ብናቶም ተበግሶ ጸዊዖም ናይ ዕርቂ ኢድ ከም ዝዘርግሑሎም እውን ብዘይጥርጥር ተዓዚብካዮ ኣለኻ። ኣብ ዕለት ሰላሳ ጁላይ ክልተ ሽሕን ዓሰርተ ሸሞንተን ኣብ ዎተርገይት ሆቴል ኣብ ኮንግረስ ሰንተር ኢትዮጵያውያንን ተኸታተልቲ ናይ ኢትዮጵያ ፖለቲካ ክኣምንዎ ዘይክእሉ ታሪኻዊ ስርሒት ተፈጺሙ። ኣብ ቅድሚ መላይን ኢትዮጵያውያን ብቴሌቪዥን፣ ኣብ ቅድሚ ዕስራን ሓሙሽተን ሽሕ ኢትዮጵያውያን ብኣካል፣ ናይ ጽልኢ ገደብ ንምፍራስ፣ ናይ ዕርቂ ምልክት ብምባል ምስቲ ዓብዪ ጸላኢ ኢትዮጵያ ከም ኣሸባሪ ዝተፈርደሉ ስነ-ጥበባዊ ታማኝ በየነ ተሪር ምትሕቑቋፍ ብምግባር፣ ንብመላይን ዝቑጸሩ ኢትዮጵያውያን ከም ዘንብዑ ገይሮሞም። ኣነ ውን ብወገነይ ኣይሕስወልኩምን፣ እዚ ስምዒታዊ ምርኢት ርእየ ንብዓተይ ክቆጻጸር ኣይከኣልኩን። እሳያስ ኣፈወርቂኸ መዓስ ኢኻ ፋስ ሒዝካ መጺእካ ገደብ ጽልኢ ኣፍሪስካ ንመንግስቲ ኣብ ኣስመሮም ጠምጢምካ ትሓቑፎ? ዶክተር ኣብይ ኣሕመድ ነቲ ኣብ ኤርትራ ዓሪዱ ብሓይሊ ወተሃደራዊ ዕጥቂ መንግስቲ ዶክተር ኣብይ ኣሕመድ ኣፍሪሱ ንስልጣን ዝቃለስ ዝጸንሐ ዶክተር ብርሃኑ ነጋ እውን ረኺቦም ሓቚፎም መስርሕ ሰላምን ምርጫን ተላዚቦም ኣፋንዮሞም። እሳያስ ኣፈወርቂኸ መዓስ ኢኻ ነቲ ካብ ግዜ ንእስነቱ ንነጻነት ኤርትራን ደሞክራሲን መዋእሉ ዝሓለፈ ዶክተር ዩሱፍ ብርሃኑ ሓቚፍካ ትስዕሞ? ዶክተር ኣብዪ ኣሕመድ ኣብ ዕለት ሰላሳን ሓደን ወርሒ ሸውዓተ ክልተ ሽሕን ዓሰርተ ሸሞንተን ኣብ ሚኒያፖሊስ ነቲ ዋና ጸላኢ ኢትዮጵያ ኣብ ግዳም ኮይኑ ቀሮ ብምምራሕን ብምውጃህን ምስስጋር መንግስቲ ኣብ ኢትዮጵያ ዘምጸኤ ብኣሸባርነት ተወንጂሉ ዝነበረ ኣክቲቪስት ጀውሃር መሓመድ ሓቚፎም ክስዕምዎ ርኢና። ኣብ መንጎ ለማን ዶክተር ኣብይን ኮይኖም ከኣ ተሓቛቒፎም ወጃዕጃዕ ክብሉ ርኢና። እዚ እውን ስምዒት ዘንቀሳቐሱ ኮይኑ ንብዓትና ክንቆጻጸሮ ከም ዘይንኽእል ገይሩና። እሳያስ ኣፈወርቂኸ መዓስ ኢኻ ንመተዓብይትኻ ዓርክኻ ብጻይካ መቓልስትኻ ወልደየሱስ ዓማር ሓቚፍካ ክትስዕም ንርእየካ። እሳያስ ኣፈወርቂ መለሳ ክኾነካ ንዓና ንህዝቢ ኤርትራ ከኣ ካብ መሬት ተሲእና ሓመድና ነጊፍና ንቕድሚት ክንከይድ ጉዕዞና ኣይተኽብደልና። ንሓው ሑሴን ከሊፋ ኣብ መድረኽ ወጺእካ ሓቂፍካ እንተሰዓምካዮ የምሕረልካ እምበር ኣየኽፍኣልካን እዩ። ትባዕ ካብ ብነብስኻ ውጻእ ስጉምቲ ውሰድ። ህዝቢ ኤርትራ ማዕረ ጀግንነቱ ለዋህ የዋህ ስለ ዝኾነ ይቕሬታ ክገብረልካ ይኽእል እዩ ዝብል እምነት እዩ ዘለኒ። ድሮ ናብ ሰማንያ ዓመት እትኸደሉ ዘለኻ ብዙሕ ዝተረፈ የለን። ተዓወት ምስ ህዝብኻ ተደመር ኣብነት መራሒኻ ተኸተል። እዚ ጻዊዕትና ንየማነ ገብረኣብ እውን ይሕውስ። ይጋማነ ከም ኩላትና እንፈልጦ ሕሱም፣ ጨካን፣ ሬሳ ረጊጹ ዝኸይድ ሰብ እዩ። ብጾቱ ኣብ ልዕሊኡ ዘለዎም እምነት ተጠቒሙ ሓደ ብሓደ ካብ ምዉቕ ገዝኦም ኣውጺኡ ናብ ገሃነምሳት ከም ዝወርወሮም እውን ንፈልጥ። ጉዳም ግዜ፣ ግዜ ተደመር፣ ቅድሚ ሰሙናት ክድመር ንኣዲስ ኣበባ ምስ ከደ፣ ካብ ስድርኡን ኣብ ኣሜሪካ ተማሂሩ ክረኽቦ ዘይከኣለ ተኣምራት ኣስተምህሮ ጸኒሕዎ። ዶክተር ኣብዪ ኣሕመድ ዝበሃሉ ፈላስፋ ፍቕሪ ኣብ ሓጺር ግዜ ነዚ ብጭካኔ መሰታ ውሑዳት ስልጠና ፍቕሪ ሂቦሞ። ብምኽንያት ሽልማት ምስክር ወረቐቱ ኣብ ቤተ መንግስቲ ምኒልክ ዝገበሮ መደረ ኣርእስቱ ፍቅር ያሸንፋል እዩ ነይሩ። ኩላትና በእዛንና ሰሚዕናዮ። በል ሓው የማነ ዝወሰድካዮ ስልጠና ንኾንቱ ስለ ዘይኮነ ናይ መጀመርታ ተመክሮ ስልጠናኻ ኣብ ዒራዒሮ ኣተግብሮ። ብፍቅር ያሸንፋል ትማሊ ዘእሰርካዮም ናብ ምውቕ ገዝኦም ኣፋንዎም። ይቅርታ ክፍል ናይ ስልጠና ዶክተር ኣብይ ስለዝኾነ ይቅረታ እንተሓተትካዮም እውን ትጉህ ተማሃራይ ይገብረካ እምበር ኣየፀይፈካን ንዝሰማዕኩምኒ ምስጋናይ የቅርብ ዘለኣለማዊ ክብርን ዝኽርን ንስውኣትና።